በብዘለኽሞ ሰላም ክትህልው እንዳተመነና እኖ እምበር ካብ ዝሓለፈ ዝቐፀለ ዛንታ በረኽቲ ልቦወለድ ሒዝናልኩም ቀሪብና ኣለና። እቲ ሰናይን ባህ ዘብልን ምሉእን ፍቓድ ኣምላኽ እንታይ ምዃኑ ምእንቲ ክትምርምሩስ ብምሕዳስ ሓሳባትኹም ተለወጡ እምበር ነዚ ዓለም እዚ ኣይትምሰልዋ። መልእኽቲ ናብ ሰብ ሮሜ ምዕራፍ 12 ፍቕዲ 2

ታማ ዳንኤል ብቐዳማይ ኣብቲ መዓልቲ ገለ ብኣዲ ክልጥ ኣንስትያ ልበለኒ ትብል እሞ እዋ ንዚ ዶ መርሚርኒ ኮይኑ መን ኢልዎ ልኡኸ እወ ኒኢኻ ጉድ ኢላ ልዮናሰይ ዮናሰይ ንሓውካ ማፀዋዓዮ ኸድናዓዎ ኣሎ ኢላ ንምዕባይ ፍፁም ሓፍተይ እኒኦ ቆልዓ ልኣኸቶ እሞ ንሱ ከዓ ፀውዖ መፀ ንሱ ኣየታደ በለ እናንጸርጸረ ልነበረ ቆልዓ ድሮ ምስ ኣዕርኽቱ ተራኺቡስ ኩሉ ነፊስሉ ንዓስቲ ኮፍ በል እንትብሎ እሞ ራህዋለ ኣንታ ኣደይ ጥንስቲ ምዃና ካበይ ኣምጺኻዮ በለቶ ንሱ ኸዓ የጥንስቲ ድያ እሞ ሓዝስ በለ እዋ እለይ ሰምዐዮ እለይ ዓባይ ሰበይቲ ኣነ ካበይ ክጠንስዋ መን ኢልካ በለቶ ደው ኢለ ኣነለ ቅብል ኢለ ኣደዋይ ተዓዊኸስ ኣምላኽ ታይ ይሰኣኖ ኮይኑ ዕድመ ዶ ይግድዎ ኮይኑ ዞሮ ስማዕ እሞ ዳኒ መን ዲ ነጊርካ ከምኡ ኢሉ እንታይ ድኻ ሰሚዕኻ እዚ መሲልካ በልክዎ ብኣደማይ ምስ ኣድኦ ንኽብሮም ኮይነን ናብ ጉዓ ሰሚዐየን ካመኤና ደኣ ንገብሮ ኢለንኣስ ቀሰቢ ኢለ ባዕለይ ክነግራ እየ እንታይ ከይትብል እያ ናባላ ነይረን ንሰንለ ድርብ ሓጎስ ይኾነልና ኢለንኣ በለኒ ትሕት ኢሉ

ብንዴት እዩ ድዩ ከምኡ ኢሉኒ ድርኡ እምበለት እሞ ኣነ ኸዓ ኣደ ታኸእዩ ንኤለለ ካልእ ልድረብ ሓጎስ እምበልክዋ ወላ ደኣ ምስ ክብሮም ተዘይኮነልክሲ ካልእ ወዲ ሰባት መፂኡ ነይሩ እሞ ንስኢና ኢልና ነይርና እምበለትኒ ዳሓር ከማን ኣበይ ከይዱ ምስ በልክዋ እንዲያቆን የኾነ የማሓዲግናዮ እሸይ ትብልና ኢልና እንትብለኒ ፅቡቅ ጌርክ ደዋይ ኢለ ገዛ ከለዓዕል ተላዕልኹሞ መሬት መሽዩ ስለ ዝነበረ እንድራር ቀረብኩ ድራርና በሊዕና ደቅስና መዓልትታት ሓሊፉ ክርስትና ራህዋ ሓፍተይ በፅሐሞ መምሃርቲ ሰንበት ትምህርቲ ቤተይ ብስልኪ ዓዲመዮም ስለ ዝነበርኩ መፁኡ ሕዚ ልጅ ሽሻይ ምስኦም እዩ መፅኡ እኒኦ እዚ ቆልዓ ከም ማግኔት ናብ ዝኸድዎ ልዘሎ ዳሕናዕዶ እናበልኩ ብውሽጠይ ኣውጊዕና ተጫዊትና ደስ ልብል ጊዜ ኣሕሊፍና ኣፋነናዮም ተፈላሊና መዓልትታት ሓሊፉ ድሕሪ ብዙሕ ግዜ ዲቪዛ ንዳኒ ሓወይ ክገዝኣሉ ከተማ ሒዘ ይኸድኹ ዘይሓሰብክዎ ስልኪ ተዘይገዚእክለ ኢሉ ከዓ ኣጨነቐኒ ቀጥዎ ዘቕመጥክወን ገንዘብ ነይረን ወለደይ ካብ ዝለኣኹለይ ኣብ ዩኒቨርሲቲ እንዳሃለኹ ካብኣተን ኣውፅኤ ንሱ ስለለሎ ዓብ ኣብ ገዛ ምእንታን ክሕግዞም ንወለድና ኢለ ስማዕ ግን እዚ ልግዝኣካሉ ንኽትዕውል ይኾነ ከምታ ንሕና ተለና ኣዕሪፎም ዝነበሩ ወለድና ከምኣ ክተዕርፎም እኒኤካ ኣድግኳ ወሊዳ ተዕርፍ ልበሃልስ ዳንየ ዘይምሰል መሲሎም ናዕወይናሲ ንሕና ኣብታ ተራን ምሕጋዝና ከምዝኾንኮን ጉባኤ ኣይኮንን ምረቓ ወለዲ ለኮ ዕድመ የንውሕ እዩ ወለድኻ እናሓጎስካ እናተመረቕካ ንበር ዳንየይ እምበልክዎ እሞ መዓዘ ዶ ይሕግዞም ኢለ እየ ሕዝስ ከም መሓዙተይ ስልኪ ግዝኡለይ ኤልወልኹም በይ እምበለኒ እሞ እዛ ሓጭን እዚኣስ እንታይ እያ ክትገብረልካ? ሌሊ መጠበሪ ኢለ እየ እምበይ ክተበላሽየካ ምዃና ዶ ጠፊእኒ? ግን ከኣ ንስኻ ስጋዕ ትልብም ወለዲ ካብ ተህውኾም ሓዛ እሞ ድሕሪ ግዜ ኣትልብም ኢኻ። ኣብ ሕዚ ዕድመ ስልኪ ዘይኮነ ትምህርትን ተኣዛዝነትን ልወለድኻ ከም ዘድልየካ ክተስተውዕል ኢኻ እምበልክዎ። ንዕናይ ደሞ ቀልጢፍና መናሃርያ መኪና ከይንስእንስ እምበለኒ። ምኽረይ ከም ዝሰልቸየ ከኣ ተረዲኤ እሺ ንኽድ ኢለ ሒዘዮ ከድኹ። ብሰላም ዓድና ኣቲና ዳና ሓወይ ነታ ስልኪ ሒዙ ናብቲ ናብቲ ክብል ረኣየቶ መደዋይ ኣይ ብረኽቲ እዘን ገንዘብ ሲ ቁም ነገር ለይብለን ኣብ ሲስኪየን መፅእ ከወዶ ታዩ ሒዙ እኒኦ በለትኒ። ኣደዊተይ ንዝሓወይ ከም መሓዙቱ እምበይ ንሱ ደማ ካብ መነኢሱ እዩ ዘይግዝኦ ካብኡ ከዓ ከም መሓዙቱ ምእዙዝ ንወለዱ ክኾን እዩ ብልክዋ ቅብል ኢሉ ንስለ ፈሊጥ ቅደ ከይትድልንለኺ ታየ ከም መሓዙተይ ምእዙዝ ዝኾንክ ቅደመይ ምእዙዝ እምበይ እምበለኒ ዓይነይ ቀፃዕኸዎ ነደይ ኢለ እየ ብዝብል ምልክት እዩ ንስለ ከምኡ ተረዲኡኒ ገዲፉ ንወፀ ኣደዊተይ ብዙሕ ገንዘብ ከ የጠፋእናይ ድቪዙ ኣስፊና ኣስቢዛለ ጌርና እምበይ ሞባይል ካብ ናተይ ዝነበራ ዝቆጠብኩዎን ገንዘብ እየ ገዚኤሉ እምበልክዋ እዊ ጓሊተይ ዝረብሕ ገንዘብ ዘይለኣኽናልክሲ ካብአን ለቆጢብ ክለን ኣይ ኩሎም ጓላት ከይኮኑ ዝነበሩ ዞም ደቀይ ከም ስንክን ራህዋን በርክትን እማ ሕዚ ለጓ ከማና እዮም

እንዳ ዲያቆን ሓጎስ በፂሐ ሰብኣይን ሰበይትን ምስ ውላዶም ክጫወቱ ክስሕቁ ኣግነኽዎም ደስ እንዳበለኒ ብቕንዓት ኣቲ ሰላም ነዚ ገዛ ይኹን ከመይ ኣለኹም በልክዎ ኣምላኽ መስገን እተዊ በልኒ ብሓደ ድምፂ እዋ እንታይ ደኣ ተቐሪብኩም ዶኹም ፀኒሕኩም ብሓደ ድምፂ መሊስኩምለይስ በልኩዎ ኖኖ ኣጋጣሚ እባ እምበሉኒ እሞ ኮፍ ኢለ እንጀራ በሊዕና ሰቴና ተጫዊተ ገለ ድሕሪ ሰዓታት ከዓ መኣዝኻ ደኣ ክትምለስ ትምህርቲ እምበሉኒ ንድሕሪ ፅባሕ እየ ድሕሪ ፅባሕ እየ ክምለስ እምበልኩዎም በቃ ክንመፅ ኢና ኢሎምኒ እሺ በቃ ስለ ልመሸየ ከይተምሽየ ከዓ ተባሂለ ይዴ ክኸድ ኣፋንውኒ ከይተቐሪኡኹም ድሕሪ ፅባሕ ንዑ ከይናፍቐኩም ሲ እንጃ በሉኒ እምበልኩዎ እሺ ኢሎም ኣፋነውኒ ገዛይ ኸይደ ትምህርቲ ዝምለሰሉ መዓልቲ በፅሐ ራህዋየን ዲያቆን ሓጎስን ንኸፋንውኒ ወዶም ምስ እንዳቦሓጉኡ ገዲፍዎም ማለት ምስ ዳቦኡ ንክብሮም ገዲፎምዎ መፁ ኣደዋየለ፣ ዝቆጻጸር ጥሕኒ፣ ቀሎ፣ ጎጎ ወዘተ ቀራሪባ ሓዲራ ምስ ኣሕዋተይ ኣፋነዉኒ። እስካዕ ጽርግያ ምስ በጻሕና ናብ ርሑቕ ሃገር ዝኸድ ኣለኹ እዮም ኣምሲሎምዎ። ኩሎም እዮም ብሓደ መጺኦም ኣፋኒሆምኒ። ዲያቆን ሓጎስ ከዓ ነቲ ዓርከይ ስልክኺ ሂበዮ ኣለኹ ንስኸለ ስልኩ እንክሞ ተደዋወሉ ኢኹም

እንተመስገን ኣብ ናይ ትምህርቲ ቦታይ በፂሐ ሰሙናት ሓሊፉ እቲ መምህር ዓርኪ ዲያቆን ሓጎስ ደወለለይ ሱልኩ ሴብ ገይረዮ ስለ ዝፀናሕኩ ከዓ ንሱ ምኳኑ ፈልጥክዎ ሄሎ ሰላም ደሓን ዶ እምበልክዎ ሰላም ዶ ይብለኒ ደሓን እየ ከመይ እኒኢኻ ኢለ ድሕሪ ቁሩብ ምውጋዕና ናብ ዝኾነ ቦታ ቆፀረኒ እሞ ንኸንራኸብ እቲ ቦታ ግን እንደስ ኣይበለንን እቲ ምንታይሲ እቲ ሰናይን ባህ ዘብልን ምእሉእን ፍቓድ ኣምላኽ እንታይ ምዃኑ ምእንቲ ክትምርምረስ ብምሕዳስ ሓሳባትኹም ተለወጡ እምበር ነዚ ዓለም እዚ ኣይትምሰልዋ መልእኽቲ ናብ ሰብ ሮሜ ምዕራፍ 12 ፍቕዲ 2